ኢሂን ምሂን ትብሎም ኣኪባ ኣብ ቅድሚታ። ሕኹት ሕኹትኩት ገልጠም ገልጠምጠም ምስ ገዓገልጠም። እቲ ሓደ ቅምጥ ክልተ ድማ ልዕል ናበለት ናይ ሒሳብ ቁጽርታት ትድምር ተጉድል። ኣብኣ ኣብታ ዘለታ ሒሳብ ፈሊጣታ ልክዕ ከምታ ጸሓይ ንኹሉ ትኾኖ ሓፍቲ ኮይና ስትኸውን እኖ ጣጣ ጎጆ ኩሉ ትውንኖ ዘይትኾኖ የለን ኩሉ'ያ ትኽእሎ እንተ ሕዚ ግና

ጽሩይ ማይ ክኸውን እቲ ደመይ ተኽሊ ክትከል ኣዕጽምተይ ድኹዒ ክድኩዖ ስጋይ ኢላ ኩሉ ራሓሪሓ ናይ ቤት መቕሎ ህይወት ዓጢቐ ምቅላስ ይሕሸኒ በለት ከምታ ዘይነበረት ከምታ ሓራስ ኣድጊ ኣጨኪኖምዎ እቲ ናይ ሄዋን ከብዲ ትዕግስታ ሃሊቑ ተጸንቂቑ ዓቕላ ስቕ ኢላ ክትዕዘብ ትግሃስ መሰላ። ሓፍታ እንትድፈር፣ ሓዋ እንትቕተል፣ ኣዲኣ እንትነብዕ ከመይ ኢሉ ከኽእላ? በቃ ይኣክል በቃ ህዝስ ኢላ በቲ ወዲ እንኣስ ብጺት ተባሂላ። በቃ ይኣክል በቃ ህዝስ ኢላ በቲ ወዲ እንኣስ ብጺት ተባሂላ። ጣጣ ጎጆ ኩሉ ጠናጢና ጋማኣ ተላጽያ ሰንቲራ ጉተና ደርብያ ጉልባባ ሽርጥ ተኸዲና ኣብ ክንዲ ውሉዳ ሓዚላ ብረታ ዕጥቂ ተዓጢቓ ክንዲ መቐነታ ልክዕ ከምታ ሓፍታ መሲላ ንማርታ ልክዕ ከምታ ሓፍታ መሲላ ንማርታ ሄዋን ጓል ቤት መቕሎ ልክዕ ጣጣ ጎጆ ቃልሲ እውን ትኽእሎ ተፈጥሮ ጸገማት ከየሸነፍዋ ዝበጽሑ ግፍዕታት ከየሰንበድዋ ኳድኣስ ሓሪና ጽንዓት ዓሲልዋ ጸላእታ ኣሕፊራ ንኹሎም ዓብሊላ ሕድሪ ኣቦታታ ኣሰር ተኸቲላ ወይ ከንቕንቕ ድምብርጽ ዘይብላ ሄዋን ጓል ቤት መቕሎ ልክዕ ጣጣ ጎጆ ቃልሲ እውን ትኽእሎ እታ መርዓት ዓይነይ ትግራይ ነፃ ኮይና እፎይ ኢሉ ሰላም ምስ ረኸበ ህዝብና ርጉም ፀላኢና ምስ ኣተወ ሓመድ ድበ ሽዑ የርክበሉ ትጥልፊ ትጋመ። ጸላኢ ሰናይ ምስ ኣተወ ሓመድ ድበ ሽዑ የርክበሉ ትጥልፊ ትጋመ። እያኮ ኢላ ሄዋን። ኣቤት ትጽንዓታ ኣቤት ትብቕዓታ ኣስናና ለኺታ ልሕጺ ተቐኒታ ቃላ ከይተፍርስ ቃል ኮይኑ እምነታ። በቃ በቃ ሄዋን ማለት ንዓይ ኢለ ምስ ጀመርኩ ገንጺለ ደፍተረይ ምግላጽ ይኣብየኒ ይቁለፍ ልሳነይ ቃላት ይሓጽረኒ ይቆራረጽ ብርዐይ ቀለማ ወዲኣ ጠጠው ተብል ቢሮይ
ሎሚካ መዛዘሚት ዓውደይ ተረፈረኻ ኸርተት ጽራሪካ ማኸት